ሰላም ሰላም ናይ ሽዱን ዩቱብ ቻነል ቤተሰብ ከመይ ውዒልኩም ከመይ ውዒልኩም ሰላም ዶ ደሓን ኣነ እግዚኣብሔር ይመስገን ልማንቲ ድማ ብሓዳሽ ቪድዮ ከች ኢለን እኹ ማለት እዩ ከምዚ ቪድዮ ከሰሪሕ ይፈልጥን እንዴ ሓደ ሓደ ይሰርሐ ግን ልማንቲ ድማ ሓልፍ ክልሲ ብዛዕባ ብዙሕ ነገር እንትን ክብል ውዒልና እዞም ትሪእዎም ዘለኹም ማለት እዩ እዚም ትሪእዎም ኣለኹም ሩታና ኣብርሽ ይበሃሉ ማለት እዩ። ዩቱበራት እዮም ማለት ጎዛት እዮም ዝሰርሕዎ ስራሕቲ ምናምን እንታይ እዩ ከመይ እዩ ፅቡቃት ሕማቃት ገለ ገለ ግን ከም ኣይድያ ንዕኦም ሰፖርት ልገብሮም ልገብዞም ለበርትዖም ነገራት እዮም ዝሰርሑ ብዙሕ ከዓ እንታይ ይበሃል ተቐባልነት ኣለዎ ማለት እዩ እና ሕጂ ድማ ፋብትን መርዓ ኣብ ድዋይ ማለት እዩ ፋብትን መርዓ ኣብ ድዋይ ብዙሕ ሰብ ጨም ኣርብዓ ምስቲ ምዃኑ መርዓ ይፍቀድ ድዩ ስለምንታይ ከምኡ ኮይኑ ምናምን ገልታት ባይዘወይ ፐርሰናል እዮም ናቶም ስለዝኾነ ሃይማኖቶም እንታይ ከም ዝኾነ ስለንፈልጥ ጥልቕ ማለት ፅቡቅ ይኾን መሲሉ ይስማዕኒ እምበር መርዓ ኣብ ፆም መርዓ ኣይግበርን እዩ ዝኾነ ይኹን ነገር ናይ ስዕረት ዘበለ ነገር ኣብ ፆም መርዓ ይኹን ኣብ ፆም ናይ ኦርቶዶክስ ቤተክርስትያን ኣይግበርን እዩ ማለት እዩ እና ኣብ ድዋይ ከይዶም ፋብት ነውሉ መርዕኦም ገለገለገለ ፅቡቅ ኣሕሊፎም ማለት እዩ ደስ ይብል ማሲ ሓደ ሰብ ይፅዕር ካብ ዜሮ ይብገስ እሞ ኣብ ዝለዓለ ደረጃ ይበፅሕ ፅቡቅ እና ታእዩ ብዙሕ ሰብ ኣብዚ ሕጂ ሎምኦነ ማለት እዩ ኣብ ስዑዲ ዓረብ ልነብራ ደቂ ኣንስትዮ እንታይ ፖርት ልገብርኦም ናይ ስዑዲ ዓረብ ዝነብራ ደቂ ኣንስትዮ ገንዘብ ሂወንኦም ድዋይ ከይዶም ገለመለ ልብል ብዙሕ ነገራት እዚ ኣብ ልዕሊኦም ፀለመ ቀንዩ ማለት ሕጂ ንምንታይ ተፀልሞኦም ስለምንታይ ተፀልሞኦም ገለመለ ኣይምልከተንን ማቲ ግላዊ ሪእቶ እስካብ ዝኾነ ማለት እዩ እና እንታይ ክብል ደልየ ንዝኾነ ሰብ ንዝሰርሕ ሰብ ምሕጋዝ ምናምን በጆይ ጽድቂ መሲሉ ይስምዐኒ ከም ኣነ ጽድቂ መሲሉ ይስምዐኒ ከጽድኡኻ ዝደልዩ ብዙሕ ሰብ ኣሎ ሂብካ ንዕኡ ዘጽድቐካ እርካታ ልስምዓካ ደስታ ልስምዓካ ንዕኡ ሂብካ ሓጎስ ልስምዓካ ነገር በረከት ለምጽልካ ነገር ልሕገዝ ሰብ ኣሎ እዚኦም ስለ ዝሰርሑ ዘለዉ ምሕጋዝሲ ጽድቂ መሲሉ ኣይስምዐንን። ካልኣይ ቅድሚ ሕጂ ኣብ ዝሓለፈ ግዜ ከምኡ ተባሂሉ ነይሩ መልሲ ድማ ሂቡ ነይሩ ማለት እዩ። ናይ ኣብ ስዑዲ ዝነብራ ይኹና ኣብ ኣዕራብ ሃገር ዝነብራ ይኹና ብሓፈሻ ገንዘብ ከም ዘይህኦ ከም ዘይቕበል ወላ ተተባህለ ወላ ክንበካ ተወልኦ ከም ዘይቕበልን ብናይ ባዕሉ ነገራት ከም ዝበን ሕጂ ድማ ብናይ ባዕሉ ፕሮሰስ ድዋይ ከይዱ ፋብትን ሽብርቅ ከምታ ዝረኹማ እዩ ጥቕሚ ስለዝኾነት ቅድም ዘቢለ ንእሽተይ ቅንጨብ ኢለ እየ ሂወኩም እዛ እንታይ ትበሃል ማለት እዩ እዛ ደርፊ እና በዚ ንዓኦም ርሑስ ጋማ ልፃዓረ ሰብ ልመኮረ ሰብ ብናይ ባዕሉ ዓለም ብናይ ባዕሉ ኣክሽን ተላዒሉ ኣብ ላዕለ ደረጃ ልበፅሕ ሰብ ደስ ይብለካ እምበር ክትሕስዶ ወይ ከዓ ከምዚ ኮይኑ ኢልካ ክትቀንኣሉ ፅቡቅ መሲሉ ኣይስምዐኒ ከም ኣነ ማለት እዩ ናይ ፅቡቅ ሰብ ፅቡቅ ሕማቅ ክገብር ከለካ ሕማቅ ትገብር እምበር ጥቡቅ ክሰርሕ ከሎ ንዕኡ ንምሕሳር ወይ ድማ ሓሳውን ወይ ድማ ደስትኡ ገለመን ንምኩላፍ ተባሂሉ ብዙሕ ነገር ምግባር ፅቡቅ መሲሉ ኣይስምዐንን ከም ካልኣይ ድማ ንህባ እተን ደቂ ኣንስትዮ ወጤን ሂብና ኢና እወ ዝበላ ብዙሕ እየን ይህል ይለዋይ ሕጂ ብፍቃደን እንድሕር ሂወንኦ ኮይነን ደስ ኢልወን እንድሕር ሂወንኦ ከይደን እዚ ንኣነተን ይሕመና እዩ ኣነ ገንዘብ ሃሊኒ ንዝኾነ ሰብ ክህብ ተኮይነ መብተይ እዩ ንምንታይ ሂብኪ ዶ ዝዛረበኒ ወይ ድማ ልኣወደኒ ሰብ እስካዕ ድይለ ተሃውኩ ፀገም ዘለዎ መሲሉ ኣይስምዐንን እዩ ስለዚ ብዙሕ ሰብ ንዕኦም ንምሕሳድ ንዕኦም እንትን ንማል ብዙሕ ሰብ ብስማኣም ክነግረኩም ኣይክእልን እየ በቃ ተደራጁይ ሰብ እዩ ሆክብ እግዚኣብሔርን ፅቡቅ ይኮነ ባይዘወይ ፅቡቅ ናይ ሰብ ክንረኢ ከለና ሲ ተደራጅኻ ሆ ምባል ገለ መለታት ገለገለ ፅቡቅ መሲሉ ኣይስምዐን ናይ ሰብ ደስታ ናይ ሰብ ሓጎስ ደስታ ተተሰምዐና ሓጎስ ተተሰምዐና ፅቡቅ መሲሉ ይስምዐኒ ማለት እዩ። ከም ሳልሳይ ድማ ኣብ ኣዕራብ ሃገር ዝነብር ሰብ ኣይኮነ ንሰብ ክሕግዝ ንባዕሉ ክሕገዝ ዘለዎ ፍጡር ኢለ ንሓስብ ኣነ ከም ኣነ ማለት እዩ። ምክንያቱ ዓሰርተ ሸሞንተ ዕስራ ሰዓት ምስራሕካ ብቻ ኣይኮነን ብዙሕ ገፀ ብካ ተርኢ ብዙሕ ፀገም ኣለዎ፣ ብዙሕ ችግር ኣለዎ። ምግቢ ኣብ መዓልቲ ሓንቲ ክልተ ግዜ ሓንቲ ግዜ በሊዕኻ ኣብ ትውዕለሉ ብዙሕ ፀገምን ሽግርን ተጋፊጥካ ናይ ናፍቆት ናይ ስድራ ተፃዊርካ እንዳኸድካ ንስድራኻ ኣውደ ዓመት ክኾን ከሎ ከይንውልለይ ምናምን ናልካ እንትሸቆቕካ ስለለይብልካ ገንዘብ ወይ ድማ ንቤተሰብ ንኸይትሰድድ ማለት ነዋሕኻ ነርካ ንከምዚ ነገራት ገንዘብ ምጥፋእ ናይ ጥዕና ድዩ ሪሊ ናይ ብሓቂ ንከምኡ ነገራት ገንዘብና ንሕነጥፍእ ኮይና ናይ ብሓቂ ድዩ ናይ ጥዕና ድዩ ገለ ክብል ይደሊ ማለት እዩ ንምንታይ ሰብ ናፃዓረ ናሰራሓ ከሎ እንካ ናባልካ እንድሕር ትህቦ ኮንካ እንካ ናባልካ እንትን ትብሉ ኮንካ ድሓረ ምጣዕ ስለ ይተርፍ ማለት እዩ ተረዲኡኹምኒ ድሓረ ከምዚ ገይረ ስለ ልህቦ ነበርኩ እየ እኮ ለምሳሌ ሕጂ ዝኾነ ነገራት ይብለኩም ይኸውን ወይ ሳፖርት ይገብረኩም ይኸውን ዩቱብ ቻነልኩም ክትከፍቱ ምናምን ድሓረ ግን ከምዚ ስለ ንዕኡ ስለ ልህቦ ነበርኩ እኮ እየ ከምዚ ስለ ዝገበርኩ እኮ እየ ኢልና ድሓር ካብ ንበኪ ገንዘብና ሰብ ሰብ ተበልና ጽቡቕ እዩ ገንዘብና ኣብ ምንታይ ነጥፍእ ንመን ንህብ ተፈለጥና ጽቡቕ እዩ መን የጽድቐኒ ንመን ተሃብኩ ከም ምንም ኣይኮነን ኢና ተሓሰብና ምጽቡቕ እዩ ብዝኾነ ዘይኮነ ናብ ስዑዲ ዓረብ ትነብር ኣብ ዕረብ ሃገር ዝነብራ ተባሂሉ ሹም ተላዒሉ ጠቐነ ጥልሚ ምናምን ጽቡቕ ኣይኮነን ሓደገኛ እዩ ማለት እዩ እና ናይ ባሓቂ ተኾይኑ ስለምንታይ ጽቡቕ ኣይኮነን ግን ደርገ መብዛሕትኡ እንድሕር ዳሪኻዮ ሕስድና እዩ ብእውነት ሓምሳ ፐርሰንት ብዙሕ ሰብ ተዓዚብሉ ማዓንቲ ኣብ ዝኾነ ሶሻል ሚድያ ኣትየ ማለት እዩ እንድሕር ርኢናዮ ዳርጋ መብዛሕትኡ በቃ ሓስድና እዩ ድዋይ ስለ ዝኾ እንድሕር ርሂፅካ እንታይ ድዋይ ብርቂ ድዩ ኣብኡ ዝነብሩ ስኒኦም ዶ ኣይኮነን ሰሙን ቫኬሽን ወርሒ ቫኬሽን ኬድካ እሲ እሞ እንዳሰርሑ እዚኦም ዩቱበራት እዮም ልዕሊ ክልተ ሚእቲ ሰለስተ ሚእቲ ቪውስ ዝረኣየሎም እዮም ልዕሉ ድማ ሰብስክራይብ ዘለዎም እዮም ኣብ መዓልታዊ እዮም ቪድዮ ዝለቁ ስለዚ ከምኡ ገይሮም እንዳሰርሑ ካለው ድዋይ ምኻድም ብርቂ ኣይኮነይ ግን ሰብና ታኡ እዩ መራይና በቃ ሓሰረት ማለት ሲ ኣይዶኖ ከመይ ገይረ ከም ዝገልፆ ግዛ ሕሰር ምንታይ ኢና ንሕስድ እንታይ ምልክትና ኣይኮነ ዶ ኣሜሪካ ለይኻዱ እንታይ ችግር እኒኦ ከይዶም እንጆይ ገይሮም ትምፁ እንታይ ፀገም እኒኦ እሳቶም ፀጊምና ሃውና ኣዋፂኹም ስደዱና ደወሉ ሲ ንሕና ብምኻዶም ንምንታይ መፅኦም ኣውዲ መዓት ሰብ እኒ ኣብ ድዋይ ፅቡቅ መሲሉ ይስምዐኒ ካብኡ ሌታ ኢሉ ግብር ነይሩ መሲልኩም ንወረ ዕርየ ፅቡቅ ጌራ ክነግረኩም ማለት እዩ ናይ ብሓቂ ሰብ ልደት ናሃቶም መርዓ ንኸይኸይድ ብጣዕሚ ሰብ ጎስጒሱ ሕዚ ምዚሲ ፀለመ መሲሉ ይስምዐና ኣነ ማለት በቃ ከይትኸዱ ገንዘብ ከኽፍለኩም ይደልዩ ገንዘብ ምእንትን ካባኹም ክረክብ ይደልዩ ገለ መለ ባይዘወይ ተዋልዓ እያንዳንዱ ሰብ ክመጽእ ከሎ ምንም ወጪ ከውጽእ የብሉን። ናይ ታክሲ እንድሕር ደኣ ዝደሊ ኮይኑ ናይ ታክሲ ባዕልና ክንሽፍነሉ ንኽእል ኢና። ስለዚ ንስኹም መጺኹም ምሳና ጥራሕ ክትውዕሉ ኔርኩም ኢሉ። ሕጂ እቲ ሰብ ከኣ ኖ ኖ ቅርሺ ከኽፍለኩም ምስ ከድኩም ገለ መልገለ በስመኣም ከም ኣፍሪካውያን ለኣመሰልና ሓሳዳት

ተቀቢለ እየ ለይበለ ገንዘብ ኣዋፂኹም ሓግዙኒ ለይበለ ባዕለይ ዓርሰይ ክኢለ ሂወተይ ክመርሕ እየ ዱባይ ከይደ ከዓ እንጆይ ከገብር እየ ስለዝበለ ኣብ ልዕሊኡ መዓት ፀለመ መዓት ገለና ቤተለ ቤተለ ግን ኣይንሓስድ እዩ መልእኽተይ ማለት እዩ ኣይንሓስድ ሰብ ኣብ ድላዩ ዓለም ከም ድላዩ ኣብ ድላዩ ከም ድላይ ተነበረ ፀገም ዝበሃል ነገር የብሉን እና ኣይትሓስዱ የኽብለኩም ደሌ እና ፅቡቅ ጠመርባዕ ክኾነልኩም ድማ ኣየዋ ተስፋ ይገብር። ጠመርባዕና ብሰላም ኣጀሚሩ ብሰላም ከፈፅመና ድማ ናይ እግዚኣብሔር ኣምላኽ ፍቃድ ይኹነልና ክብለኩም ይደሊ። ሰሰናይ ንዓኹም።